ብዕቱብ መንግስቲ ኤርትራ ኣብዚ ጉዳያት እዚ ይሰርሕ ከም ዘሎ እዩ ተገሊጹ ዘሎ። እዚ ወታደራዊ ቁልፊ ብምጥቃም ድማ መራኸቢ ብዙሃን መልእኽትታት እውን እዩ ተዘርጊሑ ዘሎ። ኣዘዝቲ ኣርሚ ሰራዊት ትግራይ ኲናት ንኽጅመር ከም ዝወሰኑ ይዝክር እዩ። ንህዝቢ ትግራይ ዘራጊቶ ንፋስ ኣእቲኻ ሓድነቱ ንምዝራግን ምስ ኤርትራ ከይቀራረብ ንምዕጋቱን ዝተገብረ መደረታትን ናይ ምድንጋር ፕሮፓጋንዳታትን ከም ትኪ በኒኑ ሰላም ሰላም ፍትዋትን ክቡራትን ተኸታተልቲ በብዘለኹምዎ ሰላም ጥዕና ርሃዋ እንዳተመነኹልኹም ኣብ ናይ ሎማዕንቲ መደብና ድማ ኣብ ማሕበራዊ ሚድያ ኣዝዮም ኣዘረርቲ ዛዕባታትን እዋናዊ ሓበሬታታትን ሒዘልኩም ቀሪበ ኣለኹ። ኣብ ቀርኒ ኣፍሪካ፣ ኣብ ኢትዮጵያ፣ ኤርትራን ትግራይን ዘሎ ሓደሽቲ ኩነታትን ኣብ ሱዳን እውን ዘሎ ሓደሽቲ ምዕባለታትን ሒዘልኩም ቀሪበ ኣለኹ። ወታደራዊ ፖለቲካዊ ትንተና ብሓደ ኮይና ክንብ ክንትንትን ኢና። ንዚ ቻናል ሓድሽ ዝኾንኩም ቤተሰብ እንተሃሊኹም ሰብስክራይብ ብምጋር ከምቲ ልሙድ ድማ ላይክ ብምጋር ጀምሮ እስቲ ናብ መደብና ክብለኩም ይሕዋት። ተሪፉ ጽምዶ ዛጊት ማንም ክትንክፎ ብ ዘይክእል ደረጃ ዓሪጉ ይርከብ። ተጋሩ ክሓብሩ እንከለዉ እንታይ ከም ዝገብሩን ምሕዝነት ህዝቢ ኤርትራን ትግራይን እናዓሞቐ ክኸይድ እንከሎ ስርዓት ብልጽግና ካብ ስሩ ከም ዝነቓነቕ ርኢና ኣሎና። እዋን ጸገም መፈራረዲ እዩ። ህዝቢ ኤርትራ ኣብ እዋን ጭንቂ ሓው ህዝቢ ትግራይ ናይ መትከል መሓዛ ብምዃን ወገንነቱ ብግልፂ ኣርዩ ኣብ ቅድሚ ታሪኽ ደው ኢሉሉ ርክብ ህዝቢ ኤርትራን ትግራይን ሎሚ ዝጀመረ ሓድሽ ምህዞ ኣይኮነን ምድግጋፍ ናይዚ ክልተ ህዝቢ ዘይከምቲ ገሊኦም ዝብልዎ ካብ ናይ ጸላእየይ ጸላኢ ፈታውየ እዩ ዝብል ኣተሓሳስባ ዝነቐለ እውን ኣይኮነን ህዝቢ ኤርትራን ትግራይን ሓባራዊ ታሪኽን ናይ ቃልሲ ተመክሮ ዘለዎም ህዝብታት እዮም እንታይ እዩ ዝበሃል ዘሎ እውን እስኪ ናባኹም ክነብል ኢና። ካልእ እቲ ዜናና ኤርትራ ብሰለስተ ገጽ ዘሎ ኩነታታ እንታይ ይመስል ክንምልከት ኢና። ኣብ ማእኸል ዓበይቲ ውጥረታት ዞባና ኢሳያስ ኣፈወርቂ ኣብ ሰለስተ ኣንፈታት ዝተዘርግሐ ዲፕሎማስያውን ወታደራዊ ዝኾነ ፅበት ወይ ድማ ኣብ ሰፊሕ ወታደራዊ ዲፕሎማስያዊ ስራሕ እዮም ተሸሚዮም ዘለዉ እዚ እዋን እዚ ፕሬዚደንት ኤርትራ ኢሳያስ ኣፈወርቂ ኣብ ቐርኒ ኣፍሪቃ ዞባ ቐይሕ ባሕሪ ነብ ዘለዉ ሰለስተ ዓበይቲ ወታደራዊ ፖለቲካዊ ግንባራት ብወገን ሱዳን፣ ኢትዮጵያ፣ ትግራይ ከምኡ'ውን ብወገን ስዑድ ዓረብ ቀይሕ ባሕሪ ብሰፊሑ ኣብ ወታደራውን ዲፕሎማሳዊን ኹነታት ገዚፍ ወይ ድማ ብዙሕ ሓይሎምን ግዜኦምን የበርክቱ ከም ዘለዉ ተፈሊጦ ኣሎ። በዚ ሓደ ወገን ስዑድ ዓረብ እቲ ኣብ መንጎ ኣሜሪካን ኢራንን ዘሎ ወጥሪ ናብ ቀይሕ ባሕሪ ብምስፍሕፋሕ መስመር ንግዲ ነዳዲኣ ከይዕጾ ብምስጋእ ንዶላንድ ትራምፕ ፕሬዚደንት ኣሜሪካ ነገራት ኣዝሕልዎ እንዳበለት ኣብ ትምሕጸነሉ ዘለቶ እዋን በቲ ካልእ ወገን ድማ ንፕሬዚደንት ኤርትራ ኢሳያስ ኣፈወርቂ ኣብ ቀይሕ ባሕሪ ዝግበር ናይ ዞባ ኣኼባታት እውን ጸዊዓ ኣላ እዚ ንፕሬዚደንት ኢሳያስ ኣፈወርቂ ወይ ድማ ንኤርትራ ኣዝዩ ገዚፍ ዕድል እዩ መጺኡላ ዘሎ ምስቲ ሕጂ ዘሎ ፖለቲካዊ ይቕረታ ምስውቲ ወተሃደራዊ ወጥሪ ንኤርትራ ጽቡቕ ዕድል እዩ። እዚ ናይ ስዑዲ ዓረብ ስግኣት ንኢሳያስ ኣብቲ ዞባ ፖለቲካዊ ተደላይነቱ ኤርትራ ተደላይነታ ንኽውስኽ እውን ዕድል ፈጢሩ እዩ ከም ዘሎ እዩ ዘርድእ እቲ ዝወጽእ ዘሎ ዜና ትንታነ ፖለቲከኛታት እውን ኣብ ሱዳን ኣብ መንጎ ደገፍቲ ጀነራል ዓብዱልፈታሕ ኣልቡርሃንን ከምኡ ድማ ጀነራል ሓምዳን ዳገሎ ሓመድቲ ዝካየድ ዘሎ ኲናትን ኣብ ኮርዱፋን ዳርፉርን ዝካየድ ዘሎ ደማዊ ውግእን ንኢሳያስ ዓብዪ ወታደራዊ ሓላፍነት እውን ዘሸከመ ምዃኑ ዝፍለጥ እዩ። እዚ ኣብ ኤርትራ ዝርከብ ወታደራዊ ማእኸል ሳዋ ንሱዳን ወይ እውን ንሰራዊት ጀነራል ኣልቡርሃን ወሰንቲ ወታደራዊ ታዕሊምን ከበድቲ ወታደራዊ መምርሕታትን ከምኡ እውን ወተሃደራዊ ስልትታት ይንገሮን ይወሃቡን ከም ዘሎ እዩ ተሰሚዑ ዘሎ። ጀነራል ኣልቡርሃን ብሰንኪ ስግኣት ድሮናት ዳጋሎ ወይ እውን ሐመድቲ ድማ ብፖርት ሱዳን ኣቢሉ እዩ ነገራት ዘንቀሳቕስ ዘሎ ክብራት ተመልከቲ ሱዳን ትሪቡን ከም ፀብፀበቶ እንድሕር ደኣ ኮይኑ ድማ ኣፅዋራት ብ ካብ ፓኪስታን ከም ዝተዓደጋ ዝገልጽ ዜና እንድዩ ዘሎ። እዘን ኣጽዋራት እዚኤን ከመይ መንግስቲ ሱዳን ገዚእወን ንዝብል ግን ሱዳን ትሪቡን ከም ዝጠቀዐቶ እንድሕር ደኣ ኮይኑ ካብ ፓኪስታን ዝተዓደገ በዝሒ ዘለዎ ናይ ውግእ ኣጽዋራት ክፍሊት ዝፈጸማ ሃገራት ስዑድ ዓረብ፣ ኳታር ምዃነን ተሓቢሩ ኣሎ። ኣልቡርሃን ፋይናንሳዊ ጉዳያቱ እውን ካብ ስዑድን ኳታርን ናይ ሰብ ሓይልን ስልጠናን ወይ ድማ ታዕሊም ድማ ካብ ኢሳያስ ኣፈወርቂ ምሉእ ዘይጎደሎ ይረክብ ከም ዘሎ ዝገልጽ ዜና እዩ ወፂኡ ዘሎ ክብራት ተመልከትና ኣብ ውሽጢ ኢትዮጵያ ዘሎ ፖለቲካዊ ወጥሪ ወይ ድማ ሳልሳይ ኣንፈት ፕሬዚደንት ኤርትራ ኢሳያስ ኣፈወርቂ ኣብዚ ሕጂ ሰዓት ልዑል ግዘ ሂቦም ይንቀሳቀስሉ ካብ ዘለዉ ጉዳያት እቲ ሳልሳይ ኣንፈት ክንምልከት ከለና ውሽጢ ኢትዮጵያ ዘሎ ጉዳይ እዩ እዚ ኣብ ዝለዓለ ብርኪ ኩናት ኣብ ዝበፅሐሉ እዋን ፕረዚደንት ኢሳያስ ንሕወሓት ኣጆኻ ዝብል ወይ ድማ ንትግራይ ኣጆኹም ዝብል መልእኽቲ ብምልኣኽ ወሰንቲ ዓበይቲ ጀነራላት እውን ናብ ትግራይ ከም ዝለኣኸ ተገሊጾ ኣሎ። ክቡራት ተመልከትና ፕረዚደንት ኤርትራ ኢሳያስ ኣፈወርቂ ኣብዚ ሕጂ ሰዓት ወሳኒ ወይ ድማ ብዙሕ ግዜኦም ኣብዚ የሕልፉ ከም ዘለዉ ዝገልጽ ዜና ወይ ድማ ብዕቱብ መንግስቲ ኤርትራ ኣብዚ ጉዳያት እዚ ይሰርሕ ከም ዘሎ እዩ ተገሊጹ ዘሎ። እዚ ወታደራዊ ቁልፊ ብምጥቃም ድማ መራኸቢ ብዙሃን መልእኽትታት እውን እዩ ተዘርጊሑ ዘሎ። እዚ ካብ ሰራዊት ኢትዮጵያ ብወገን መንግስቲ ፌዴራል ኢትዮጵያ ጀነራል ባጫ ደበለ ድማ ንምንቅስቓስ ኤርትራ እውን ብዝመስል መልክዑ ዘስምዖ ዘረባ ውግእ እንተ ድሕር ደኣ ጀሚሩ ካብኡ ንደሓር ናይ ኤርትራ መንግስቲ ዝበሃል የለን ዝብል ዘረባ እውን ዓለም ለኸ ዝኾነ ቅሬታ እውን ኣልዒሉ ዘሎ ሓንቲ ሃገር ላእላውነታ ምጥሓስን ኣብ ዘይምጥሓስን ዝብል ዓለም ለኸ ዝኾነ ሕጊ እንዳሃለወ ከመይ ጌርካ ኤርትራ መንግስቲ ወይ ድማ ኤርትራ ትበሃል ወይ ድማ ኤርትራ ናይ ኤርትራ መንግስቲ የለን ዝብል ዘረባ ክስማዕ ተኻኢሉ ወይ ድማ ክዝረብ ተኻኢሉ ዝብል እውን ካልእ ርእይቶ ንኽህቡ ዝጋበዞም ዘረባ እዮም ተዛሪቦም ጀነራል ባጫ ደበለ። ኢሳያስ ኣብ ክንዲ ናይ ውሽጢ ኤርትራ ጉዳያቱ ዝገብር ኣብ ኢትዮጵያ እውን ኣትዮ ኣሎ ብዝብል እዩ እዚ ዜና እዚ እዚ ዘረባ እዚ ዝስማዕ ዘሎ ክንሓልፍ ከለና መንግስቲ ኢትዮጵያ ጽምዶ ከም ዝጀመረ ዝገልጽ ዜና እዩ። ብርጌድ ንሓመዱ ምስ ፌደራል መንግስቲ ሎማዓንቲ ኣብ ዝሃቦ መግለጺ ነቲ ናይ ኩናት ድሌት ዘለዎ ህዝባዊ መሰረት ዘይብሎም ጽምዶ ዝበሃል ጉጅለ ኩሉ ክቃለሶ ይግባእ ክብል እውን ህዝባዊ ማዕበል ወይ ድማ ብርጌድ ንሓመዱ፣ ግንባር ህዝባዊ ማዕበል ብርጌድ ንሓመዱ፣ ግልጺ ዝኾነ ንፈለማ እዋን መግለጺ ኣውጺኡ ኣሎ ብዛዕባ ጽምዶ። ኣብዚ ብዛዕባ ጽምዶ እዚ መርገጽታቱን ድሌታቱን እውን ምስ መንግስቲ ኢትዮጵያ ከም ዘራኸበ ብዕሊ ተፈሊጡ ኣሎ። ብርጌድ ንሓመዱ፣ ኣብ ዘውጽኦ መግለጺ ብዛዕባ ወደብ ባሕሪ ዝተመልከተ እውን ምስ መርገጺ መንግስቲ ኢትዮጵያ ዝራኸብ ወይ እውን ዝተሓሓዝ ዜና እዩ ኣቕሪቡ ዘሎ ወይ እውን ተሰሚዑ ዘሎ። ኣብ ኤርትራ ዘሎ እዚ ውልቀ መላኺ ስርዓት ብምእላይ ህዝባዊ ዲሞክራሲያዊ ስርዓት ንምትካል ዝቃለ ዘሎ ግንባር ህዝባዊ ማዕበል ብርጌድ ንሓመዱ ኣብ እዋናዊ ኩነታትን ሃገርናን ዞባን ኣመልኪቱ ኣብ ዝሃቦ ወግዓዊ መግለጺ እቲ ባዕሉ ጽምዶ ብምባል ዝሰመየ ህዝባዊ መሰረት ዘይብሉ ዘይሕጋዊ ጉጅለ፣ ንሰላምን ምርግጋእን እቲ ዞባዊ ስግኣት ስለ ዝኾነ፣ ኩሉ ወገን ኣጥቢቑ ክቃለሶን ክቃወሞምን ይጽውዕ እዩ ዝብል ቃል ብቓል ኢና ኣንቢብናዮ። ክቡራት ተመልከትቲ፣ እቲ ኣብዚ ዜና እዚ ዘለዉ ቃላት ቃላት ናትና ፎረም ኣይኮኑን። ቃል ብቓል ናይ ብርጌድ ንሓመዱ ዘውጽዎ መግለጺ ኢና ነስምዕ ዘለና። ግንባር እዚ ብርጌድ ንሓመዱ ዝርዝር ጉዳይ እዩ ኣቕሪቡ ዘሎ። ኣብ ዝርዝር ጉዳይ መግለፂ ብርጌድ ንሓመዱ እንታይ እንታይ ተላዒሎም ኣለዉ ክንምልከት ኢና። ኣብዚ መግለፂ ብርጌድ ንሓመዱ ሓደገኛ ጉዕዞ ንዕላማን ጉጅለ ጽምዶ ዝተባህለ ጉጅለ ናይ ውግእ ሕማም ዝተላእኸሉ ሕጋዊ ኮነ ህዝባዊ መሰረት ስለ ዘይብሉ ናይዚ ጉጅለ እዚ ሓደገኛ ናይ ጥፍኣት መንገዲ ምክልኻልን ክኸሽፍን ከም ዘለዎ ዝገልጽ መግለጺ ዘውጸ ክኾን ከሎ፣ ህዝቢ ኤርትራ ሰላም እምበር ኩናት ኣየድልዮን ዝብል እውን ካልእ ጉዳይ እዩ ወሲኹን ኣስዒቡ እውን ድማ ኣስሚዑ ዘሎ። ብርጌድ ንሓመዱ ኣብ መግለጺኡ ህዝቢ ኤርትራ ኣብ ዝሓለፉ ዓመታት ብሰንኪ መወዳእታ ዘይብሉ ውግኣት ዓብዪ መስዋእቲ ኪሳራን ዝኸፈለ ብምዃኑ እውን ሕጂ ኩናት ወይ እውን ወረ ኩናት ዘድልዮ ኣይኮነን ዝብል እውን እዩ ኣስሚዑ ወይ እውን ተዛሪቡ ዘሎ ማለት እዩ ግብረየስ ቴንኪዩ እዚ ሜምበር ብምዃን ወይ ድማ ኣባል ብምዃን ቴንኪዩ የቐኒልና ንናትና ፎረም ብፍሉይ መልክዑ ክትድግፉ ንእትደልዩ ካብ ዓዲ ወፃኢ እውን እትርከቡ ሜምበር ዝብል ብምንካዕ ወይ ጆይን ዝብል ብምንካዕ ኣብ ጥቓ ሳብስክራይብ ሜምበር ክትኾኑ ኣባል ክትኾኑ ኢና ንዕድመኩም። መግለጺ ብርጌድ ንሓመዱ ይቕጽል ኣሎ። ህዝቢ ኤርትራ ኣብ ዝሓለፉ ዓመታት ብሰንኪ መወዳእታ ዘይብሉ ውግኣት ዓብዪ መስዋእትን ክሳራን ዝኸፈለ ብምዃኑ ሕጂ እውን ተወሳኺ ኲናት ከም ዘይደልን ዘይብቕዑን ከም ዘይምጥኖን የስሚሩሉ ዘሎ እዚ ድማ ትኹረት ኩሉ ደላይ ፍትሒ ንጸገማት ሃገርና ዘላቒ ሰላም ምፍታሕ ኣብ ምምጻእ ክኸውን ከም ዘለዎ እውን ዘገንዘበ መግለጺ እዩ ተሰሚዑ ዘሎ ክቡራት ተመልከትቲ ካብ ኣዲስ ኣበባ መግለፂ ብርጌድ ንሓመዱ ከም ዝተኸታተልናዮ ማለት እውን እዩ እዚ መግለፂ እዚ ብዙሓት ሰባት ነናይ ባዕሎም ርእይቶኦም ይህቡሉ ኣለዉ ንሕና እታ ዘላ ዜና ናባኹም ኣቢልና ኣለና ንስኹም ብዛዕባ እታ ዜና እዚኣ ብነፃነት ብዘይ ውሱንነት እውን ዝመሰለኩም ርእይቶ ፀሓፉልና ብዛዕባ ጽምዶ ኣድሂቡ ብርጌድ ንሓመዶ ዘውፅኦ መግለፂ ኣሎ። ካብ ደቡብ ትግራይ ራያ ኣላማጣ ኮረም ዝስማዕ ዘሎ ዜና ኣሎ። ንሱ እውን ብዝርዝር ዕትብ ዝበለ ጥቕልል ዝበለ ዜና ናባኹም ክነብል ኢና። ክብረት ያሃበልና ገብረየሱስ ኣባል ናትና ፎረም ሜምበር ስለ ዝኾኑ ኣብ ዓዲ ወፃእ ዘለኹም ክብራት ተመልከትና ሜምበር ክትኾኑ ትኽእሉ ኢኹም ወይ ድማ ሱፐር ታንክ ሱፐር ቻት ብምንካእ ናትና ፎረም ብፍሉይ መልክዑ ክትድግፉ ኢና ንፅውዕ ንሕዚ ዝበፅሑና ህፁፃት ሓፀርቲ ዜናታት እዚኦም እዮም ቀፃሊ ብካልእ ሓዲስ ዜና ክንምለሰኩም ኢና ካልኦት ዓደሽቲ ወታደራዊ ምዕባለ ሰበር ዜናታት እውን ወታደራዊ ምንቅስቃስ ይስማዕ ኣሎ እስኪ ንሱ ዝርዝር ጉዳይ ናባኹም ክነብል ኢና ናትና ፎረም ሰላም ንህዝቢ ኢትዮጵያ፣ ንህዝቢ ትግራይ፣ ንህዝቢ ኤርትራ፣ ንህዝቢ ሱዳን፣ ንህዝቢ ግብፂ፣ ሶማሊያ፣ ኮታስ ሰላም ንህዝቢ ኣፍሪቃ፣ ሰላም ንህዝቢ ዓለም ንምነ። ሰላም ንወዲ ሰብ ናይ ወትሩ ጭር ዜ ጽቡቕ የዕሪፍና ኔርና ኢና እቲ ምንታይ ካብ ፍልጠት ዜሮ ዝኾነ ሰብ ክውል እንተበለ ስትር እንተበለ እዩ ዝሓሸ ብምባል እውን ተደጋጋሚ ኣብ መደባትና ዘርጊሕና ኔርና ኢና እንታይ ንምባል ቆብ ኣቢልኩም ንለኹም። ኣይተ በትስዋና ሕጂ እውን ፋሕ ዝበለ ሓሳባት ሒዙ መጺኡ ኣብዚ ማሕበራዊ ሜድያ ጠንቀልዓልዓ ክብል እየ ኢሉ መጺኡ ኣሎ እሞ ኣድጊ ምዃኑ ከይተርፎ ንሱ ጠንቀልዓልዓ ክብል ዝሓሰቦ እቲ ንቑሕ ህዝቢ ግን ተተሰኪሙ ሳላጣ የምስሎ ኣሎ። ከምቲ ዝበል ናይ ዓንተቦይ ኢትዮጵያ ን ኤርትራን ናይ ስሳ ኪሎሜተር እየን እቲ ለውጢ ከኣ ስሳ ኪሎሜተር ተሪፍዎ ኣሎ ማለት እዩ እቲ ጉርብትና እንተ ሓባራዊ ዕብየትን ዕብየትን ጥራሕ ዘይኮነስ እቲ ለውጢ ንባዕሉ ኣብ ቀረባ እዩ ዘሎ ኣብኡ ኮይና ኢና ንዛረብ ዘለና ቅድሚ ናብቲ ዘሎ መደባት ምሕላፈይ ኩቡራትን ኩቡራንን ተኻታተልቲ ሓንቲ መጠንቀቕታ ከመሓላልፍ ካብዛ ሕጂ እትቕጽል ዘላ መደብ ትሕቲ ዓሰርተው ሸሞንተ ዓመት ቆልዓ ክዕዘቦ ስለዘየብሉ ነዚ መደብ እዚ ነቶም ትሕቲ ዕድመ ህጻናት ክትኣልይዎም ወይ ከኣ ንኸይርእይዎ ክትእግድዎም ይላቦ ምኽንያቱ ካብ መሃይም ካብ ዜሮ ካብ ደንቆሮ ዝርባሕ ስለ ዘየለ እምበር ካብ ኣይተ በትስዋና ዝርከብ ዝኾነ ይኹን የለን እቲ ምንታይሲ ኣብ ዝሓለፈ መደብና እዛ ቪድዮ እዚኣ ተዛሪቡ ኔሩ
ሚወስ ኣፖሎጃስ ኣምኮል ሕጂ ከ ካብኡ ግድድ ዝበለ ንኤርትራን ኢትዮጵያን ኣብ ሕልሙ ባዕሉ ስለ ዘላገበን ናይ ስሳ ኪሎ ሜተር ፍልልይ ወይ ከዓ ርሕቀት እዩ ዘለዎን ይብለና ኣሎ እንተ ሓሲብናዮ ካብ ኣዲስ ኣበባ ክሳብ ኣስመራ ወይ ከዓ ካብ ኣስመራ ክሳብ ኣዲስ ኣበባ ስሳ ኪሎ ሜተር እዩ በየናይ ዓይነት ኣቆፃፅራ ቆፅር ግን እንድዒ ሰበር ዜና ብበዝሒ ወታደራዊ ኣካል ኢትዮጵያ ገዲፎም ናብ ቲዲኤፍ ዝጽንበሩን ነናብ ገዝኦም ዝብተኑን ወታደራት ኣዝዩ ከም ዝወሰኸ ሸሊኹ ዝወጸ ሪፖርት ብልጽግና የረድእ። ላዕለዎት ኣመራርሓ ፓርቲ ብልጽግና ኣብዚ ቅነ ኣብ ትሕቲ ዝርከበ ሰራዊት ወሪዶም ዘካይድዎ ናይ መጽናዕቲ ፍተሻን ስራሕ ስዒቡ ውሽጣዊ ሪፖርት ኣቕሪቦም። እቲ ዝቐረበ ውሽጣዊ መጽናዕቲ ብንጹር ከም ዘመላኽቶ እቲ ሰራዊት ኣብ ውግእ ክጸንሕ ዘይኽእል ብቐሊሉ ዝብተን ካብ ምዃኑ ዝተልዓለ ልዕሊ 30 ደቂቓ ክዋጋእ ዓቕሚ ከም ዘይብሉ ተገሊጹ። ካሊእ ዓብዪ ሻቕሎት ዝፈጠረ ዛዕባ ድማ እቲ ሰራዊት ኣብ ኢትዮጵያ ንዝንቀሳቐሱ ዝተፈላለዩ ሓይልታት በብመዓልቱ ኢዱ ይህብ ምህላው እዩ። እቶም ኣመራርሓ በብመዓልቱ ብበዝሒ ኢዶም ዝህቡ ዘለዉ ወታደራት ቁጽሪ መሰንበዲ ክብሉ ዝገለጽዎ ኮይኑ ናብ ዕጡቓት ሓይልታት ቲዲኤፍ ዝጽንበሩ ዘለዉ ወታደራት ቁጽሪ እውን ብርቱዕ ምዃኑ የረድኡ። ምስዚ ብተተሓሒዙ ናብ ውግእ ካብ ምእታው ፍርሒ ዝተልዓለ ካብ ግዜ ናብ ግዜ ወታደራዊ ኣካል ገዲፉ ነናብ ገዝኡ ዝብተን ወታደራዊ ቁጽሪ እናወሰኸ ይኸይድ ከም ዘሎ ኣብሪሆም። ኣዘዝቲ ኣርሚ ሰራዊት ትግራይ ኲናት ንኽጅመር ከም ዝወሰኑ ተሓቢሩ። ኣብ ማይጨው ዝተኻየደ ኣኼባ ኣዘዝቲ ኣርሚ ሰራዊት ትግራይ ከም ዝተዛዘመን ጽምዶና ከይበርዕነ ኲናት ንጀምር ዝብል ውሳነ ከም ዘመሓላለፉ ተገሊጹ። ብሜጀር ጀነራል ዮሃንስ ወልደጆርጊስ መዲድ ዝተመርሐ ናይ ትሽዓንተ ኣርምታት ኣዘዝቲ ዘሳትፍ ኣኼባ ትማሊ ኣማሽዩ ኣብ ማይጨው ተዛዚሙ ኣሎ። እቲ ኣኼባ ግዜና ንጠቐም፣ ጽምዶና ከይበርዕነ ኲናት ንጀምር ኣብ ዝብል ቀንዲ ኣጀንዳ ዝተመስረተ ምዃኑ ተሓቢሩ። ኣብ ከባቢ ክሳድ ጉዶ ድማ ዘይንቀሳቐስ ናይ ነዊሕ ሕቐት ሬድዮ መገናኛ ፋና ጠለፋ ናይ ምትካል ስራሕቲ ተወጊኑ ምህላዉ ካብቲ ከባቢ ዝረኸብናዮ ሓበሬታ የረድእ። ብሜጀር ጀነራል ዮሃንስ ወልደጅወርጊስ መዲድ ዝተመርሐ ናይ ትሽዓንተ ኣርምታት ማለት እውን ኣርሚ ሰላሳን ሓደን ሰላሳን ክልተን ዕስራን ኣርባዕተን ዕስራን ሽዱሽተን ኣርባዓን ኣርባዕተን ዕስራን ክልተን ዓሰርተ ሓሙሽተ ሓምሳን ሱሳን ኣዘዝቲ ዝተሳተፍሉ ዝነበረ ኣኼባ ትማሊ ኣማሽዩ ኣብ ማይጨው ተዛዚሙ ኣሎ። እቶም ኣዘዝቲ ድሕሪ'ቲ ኣኼባ ናብ ዝነበርዎ ቦታታት ምምላሶም'ውን ተገሊጹዮ። እቲ ኣኼባ ግዜና ንጠቐም፣ ጽምዶና ከይበርዕነ ኲናት ንጀምር ኣብ ዝብል ቀንዲ ኣጀንዳ ዝተመስረተ ከምዝነበረ ዝበጽሐና ሓበሬታ የረድእ። ብተወሳኺ ኣብ መንጎ ወረዳታት እምባላጀን እንዳመኾንን ኣብ ዝርከብ ወሰን ክሳድ ጉዶ ካብ ማይጨው ንዓዲ ሹድ ትኸይድ ብኣንፈት የማን ኾይኑ ንፀጋም ገፅ ልዕሊ ፅርግያ ዘይንቀሳቐስ ናይ ነዊሕ ርሕቐት ሬድዮ መገናኛ ናይ ምትካል ስራሕቱ እውን ካብ ዝተወገነ